ክሳብ ሕጂ ብዝሰማዕካዮ ብዝረኣኻዮ ነገራት ኣብ ኣፍሪቃ ኮይንካ ዋላ ኣበርቲዕካ ጸዓር ስራሕ ከምዘይሓልፈልካ ክትኣምን ትኽእል ኢኻ ስለዚ ውሽጥኻ ዝብለካ ደጋጊምካ ወጻኢ ተዘይከድኩ ኣይሓልፈለይን እዩ ግን እኮ እንተሓሰብካዮ ኣብ ኣፍሪቃ ኮይኖም ብዙሓት ሂወቶም ዝቐየሩ ብዙሓት ሰባት ኣለዉ ኣእምሮኻ ግን ደጋጊሙ ዝሰምዖ ነገር ወጻኢ ከይከድካ ኣይሓልፈልካን ኢዩ ዝብል ወይ ድማ ኣብ ቤት ትምህርቲ ቀዳማይ ብልጫ ንፉዕ ተመሃራይ ተዘይኮይንካ ኣይሓልፈልካን ኢዩ ተባሂሉ ተነጊሩካ ኣነ እኮ ትምህርቲ ሰነፍ ስለ ዝኾንኩ ኣይሓልፈለይን'ዩ ኢልካ ትኣምን ንስኻ እኮ ንሸቐጥ ኢኻ ተፈጢርካ ናህና ቤተሰብ ንትምህርቲ ኣይከውን'ዩ እንተተባሂልካ ድማ ትምህርቲ ከምዘይኮነካ ቢዝነስ ጥራሕ ከምዘዋጽኣካ ክትሓስብ ትኽእል ኢኻ። ጥራሕ ንዓኻ ዝፈጠረ መንነት፣ ሕጂ ዘለካ ጠባይ ኩሉ ዝተነገረካ ወይ ዝሰማዕካዮ፣ ዝረኣኻዮ፣ ደጋጊምካ ንገዛእ ርእስኻ ዝነገርካዮ ማለት እዩ። ንዕኡ ምስ ትቕይር ነገራት ኩሎም ምቕያር ይጅመሩ። ማይን ፕሮግራምን ማለት እዚዩ። ውዕሎኻ ምቕያር ኣለካ። ብዛዕባ ሓደ ነገር። ድኽመት ወይ ከኣ ብስጭት ዘዕልሉ ሰባት ኩሎም ኣድህቦ ይስሕቡ እዮም። ንሕና ኩሉ ግዜ ካብቲ ዘደንቐና ነገር ምስማዕ፣ ክስቶ እኮ ፈቲኑ ዘይተዓወተ ኣየዋጽኣካን ገለ ክበሃል እዝንና ጸሊና ኢና ንሰምዕ፣ ተገዲስና ኢና ንሰምዖ። ምስዚ ከምዚ ዓይነት ሰብ ኣቋርጽ ምስ ዝብለና ሰብ ቦታ ኢና ንህብ። ብፍላይ ድማ እዛ ዓለም ነጋቲቭ ምስ ዝሓስቡ ሰባት ዓቢ ቦታ እዩ ዘለዋ። ንኣብነት ሓደ ናይ ቁጠባ ምሁር መጽናዕቲ ገይሩ ናይ ዓለም ቁጠባ ኣብ ዝመጽእ ሓሙሽተ ዓመት ክዓቢ እዩ፣ ናይ ወፍሪ ዕዳጋታት ላዕሊ ክስቀል እዩ እንተ ዝብል መብዛሕትኦም ናይ ሜድያ ሰባት ከም ኣፍካ ይግበረልካ ኢሎም እዮም ስቕ ዝብሉ። ግን ሓደ መጽናዕቲ ዘይብሉ ስታቲክስ ናይ ቁጠባ እንዳጠቐሰ ናይ ዓለምና ዝኸፍኣ ዋጋ ምውሳኽ ከጋጥም እዩ እንተ ዝብል ብሓደ ግዜ ናይ ሜድያ ትካላት ብዝበለጸ ነቲ ሰብ መታን ክትንትነሎም ኣብ ላይቭ እዮም ዝእትውዎ። ዓበይቲ ናይ ዜና ትካላት ነቲ ሰብ ብሓንሳብ ክፍለጥ ምገበርዎ። ንምንታይ እንተይልና እዛ ዓለም ኔጋቲቭ ምስ ዝዛረቡ ሰባት ወይ ድማ ዘይረብሕ ኣዕናዊ ዝኾነ ነገር ምስ ዝዛረቡ ሰባት ዓቢ ቦታ እዩ ዘለዎም። ኣእምሮና ዝተፈጠረሉ ንኸጽንሓና እዩ። ስለዚ ብጣዕሚ ዘሰንበዱ ነገራት ቀዲሙ ይእክብ። ንዓና ንምክልኻል ማለት እዩ። ነዚ እዩ ድማ ዓሰርተ ሰባት ኣድኒቖምኻ ኣጨብጪቦምልካ፣ ሓደ ሰብ መጺኡ ድማ ሰሪሐልካ ዲኻ ኢሉ ምስ ዝዝንጥለካ፣ ናይዚ ሰብዚ ዘረባ ኣብ የእምሮኻ ተደጋጋሚ እንዳመጸ እዩ ዝርብሸካ፣ ንምንታይ እንተኢልካ ኩሉ ግዜ ሴፍቲ ኢኻ ትደሊ፣ ኣእምሮ ከምዚ እዩ ዝደሊ፣ ገዛእ ርእሱ ምክልኻል፣ ነዚ እዩ ድማ ውዕሎኻ ምቕያር ዘለካ፣ ምስቶም ትውዕሎም ሰባት ደሊኻዮ ኣይደሊኻዮ፣ ፕሮግራም እዮም ዝገብሩኻ ዝነገሩኻ ነገር ኩሉ ምእማኑ ድለይ ኣይትድለይ ብፍላይ ምስ ዝደጋገም እቲ ሕቡእ የእምሮ ግን ምእማኑ ዘይተርፍ እዩ ነዚ እዩ ድማ ምሳኻ ዝውዕሉ ክትመርጽ ዘለካ ወላ ውን ኣብ ተሌፎንካ ብዛዕባ ትሪኦን ትሰምዖን ተስፋ ዘይህቡ ዜናታት መወዳእታ ዓለም በጺሑ፣ ናብራ ከቢዱ፣ ኣብዛ ሃገር እዚ ህይወት የለን ንዝብሉ ነገራት ክተንብብን ክትሰምዕን ተውዒልካ ኣይተርፈካን እዩ። እቲ ውሽጣዊ ኣእምሮ በዚ መንገዲ ይህነጽ። ተስፋ ኢኻ ትቖርጽ። ተስፋ ዝነበሮ ክንደይ ነገር ክሰርሕ ይኽእል እዩ እትብሎ ሰብ በቃ ይትረፈኒ ክብል ይጅምር። ውዕለትካ ምቕያር ዘለካ ነዚ እዩ። የእምሮኻ ፕሮግራም ዝገብሮም እትእክቦም ሓበሬታታት እዮም። ውዕሎ ብኣካል ጥራሕ ኣይኮነን ብመንፈስ እንኮላይ እቲ ንሰምዖን እንሪኦን ኩሉ ናትካ መንነት እዮም ዝሃንጹ እዚ እዩ ድማ ምቕያር ዘለካ ንገዛእ ርእስኻ ዝንገር ሓይሊ ቃል ብዙሕ ግዜ በይንኻ ኢኻ ምስ ገዛእ ርእስኻ ክትዛረብ ክትከራኸር ትውዕል ከምዚ ብኻ ጌረ ከምዚ ተዘይገብር ከምዚ ኮይነ ተዘይከውን ብዙሕ ግዜ ምስ ገዛእ ርእስኻ ኢኻ ኣብ ሂወትካ ዝፍጠሩ ጉዳያት ዕስራ ፐርሰንት ጥራሕ ኣባኻ ጽልዋ ኣለዎ ሰማንያ ሚእታዊት ግን ናትካ ግብረ መልሲ እዮም ዝኾነ ሰብ ተጸዊጉ ክርእየካ ይኽእል እዩ እቲ ተጸዊጉ ዝረኣየካ ሰብ ኣብቲ መዓልቲ እቲ ንዕኡ ብውልቁ ዘጋጠሞ ዘሕርቕ ነገር ክኸውን ይኽእል እዩ ንስኻ ግን እንታይ ኢልካ ትሓስብ እንታየ ጌረዮ ምሳይ ይጸዋወግ ትብል ርኢኻ ንስኻ በቲ ናትካ ኣረዳድኣ ሂወትካ ይውስኖ ወይ ድማ ከምዚ ክትብል ትኽእል ሎሚ ድኣ ሰልቺዎ እዩ ዘሎ እዚ ሰብ ገለ ነገር ብውሽጡ ዘኾርዮ ነገር ኣሎ እንተ ኢልካ ድማ ሕጂ ድማ ስምዒትካ ክትቅይር ትኽእል ስለዚ ኣብ ሂወት ዝፍጠሩ ኩሎም ናትካ ሂወት ዝቅይሩሉ ዕድል ብጣዕሚ ጸቢብ እዩ። ሓደ ብጣዕሚ ፍሉጥ ናይ ህይወት ኣሰልጣኒ ከምዚ ይብለና። The energy flows where the attention goes ጉልበትካሲ ናብቲ እተተኩሮ ነገር እዩ ዝውሕዝ። ንስኻ ኣብ ተተኩረሎም ነገራት ኩሎም ህይወትካ ይቆጻጸርዎ፣ ይውስኑልካ ማለት እዩ። ኣእምሮኻ ኩሉ ግዜ ከተዘክሮ ይደሊ ኣተኩሮኻ ከይገደፍካ ጽቡቕ ነገራት ኣበይ ከም ትበጽሕ እንታይ ከም ትደሊ ብርቱዕ ምዃንካ ርእሰ ምትእምማን ከም ዘለካ ደጋጊምካ ክትነግሮ ኣለካ እዚ እዩ ድማ ኣእምሮና ፕሮግራም ምግባር እንብሎ ሓደ ቆልዓ ምስ ኣቡኡ ብፈረስ እንዳተጓዕዘ ከሎ ነቲ ፈረስ ትኽ ኢሉ ክኸይድን ብፍጥነት ክጋልብን ብሻሙጥ እንዳሃረመ ኣስተኻኸሎ እቲ ቆልዓ ብድሕሪት ኮፍ ኢሉ፣ ምስ ኣቦኡ ብፈረስ እንዳጋለበ፣ ኣቦኡ ግን ሕጂ ውን ነቲ ፈረስ ብሻሙጥ ምህራም ኣየቋረጸን፣ እቲ ቆልዓ ጋን ኮይንዎ ከምዚ ኢሉ ተዛረበ፣ ኣቦይ ንምንታይ ኢደኣ ነዚ ፈረስ እናደጋገምካ ትሃርሞ ኣለኻ፣ መጀመርያ መንገዱ ንኽሕዝ ዩ፣ ትኽ ኢሉ ድማ ይኸይድ ኣሎ፣ ንኽጋልብ ውን ሃሪምካዮ፣ ሕጂ ውን ብፍጥነት እንዳጋለበ ዩ፣ ንምንታይ ደኣ ደጋጊምካ ትሃርሞ ኣለኻ ምስ በሎ። ኣቦ መለሰ። ወደይ ንኸይርስዖ ኢለ እየ በሎ። ርኢኹም፣ የእምሮና ከምዚ እዩ። ኣብ ዝኾነ ግዜ ነነቓቕሖ ኢና። ዘነቓቕሓና ዘረባታት ንሰምዕ፣ በቃ ክቕየር እየ ንብል። ንዝመጽእ መዓልቲ ገዛእ ርእስና ንቐይር፣ ፍርሃት ንገድፍ፣ ርእሰ ምትእምማንና ይውስኽ። ኣብ ዝኾነ ሰዓት ግን መስመርና ንስሕት፣ ናብቲ ዝነበርናዮ ንምለስ። ንምንታይ? ኣእምሮና ስለ ዝረስዖ እዩ። እንዳ ደጋገምካ ምንጋር ብጣዕሚ ወሳኒ እዩ። እዚ ነገር እዚ ትገብሮ ከኣ ንገዛእ ርእስኻ ትነግሮም ቃላት ብምቕያር እዩ። ሓይሊ ቃል ንጥቀም ኣለና። ኣቐዲመ ከም ዝበልክዎ ብዙሕ ግዜ ነጥፍኦ ምስ ገዛእ ርእስና እዩ። ስለዚ ንገዛእ ርእስና እንነግሮም ነገራት ምምራጽ ኣለና። ኣነ ይኽእል እየ። ኣነ ኣብ ህይወተይ ሕጉስ እየ። ኣነ ፈጣሪ ብዙሕ ጽቡቕ ነገር ጌርለይ ንበል ሕጂውን እንተኾነ ዝኾነ ነገር ብዓወት ምብጽሑ ኣይጽግመንን እንዳበልካ ንገዛእ ርእስና ምስ ንነግሮ የእምሮና ትዝ ዝብሎ ማለት እዩ ስለዚ ድማ ክንብርትዕ ንጅምር ንሕና ንገዛእ ርእስና ተዘይኣበርቲዕና መን ከባራትዐልና ንደሊ ማይን ፕሮግራም ማለት ንገዛእ ርእስኻ እትነግሮ እትሰምዖን እትርእዮን ነገራት ምቕያር ማለት እዩ። እንዳ ደጋገምካ ምስትኽኻል ማለት እዩ። ናይ ሎሚ ኣርእስቲ ዝዛዝሞ ክልተ ዝገርሙ መጻሕፍቲ ብምግባዝ እየ። ከም ትፈትዎ ርግጸኛ እየ። ኣብ ዓለምና ከምዚኦም ዝበሉ ክልተ መጻሕፍቲ ብብዙሕ ሚልዮን ኮፒ ዝተሸጠን ዝተነበን የለን። ኣብ ነፍሲ ወከፍ ገዛ ክርከቡ ይኽእሉ እዮም ካብ ዝበሃሉ መጻሕፍቲ ኣብ ቅድሚት ዝስርዑ እዮም። ናይዚ ዓለም ጥበብ፣ ሳይንስ፣ ክእለት ኣመራርሓ፣ ዝኾነ ነገር ዝወጸ ካብዞም መጻሕፍቲ እዩ። ትፈልጥዎም ትኾኑ። መጽሓፍ ቅዱስን ቅዱስ ቁርኣንን እዮም። ዝገርሙ ታሪኻት፣ መንፈስ ዘሐድሱ ሓሳባት፣ ዝሃንጹን ዘባራትዑን ናይ ውድቀትን ዓወትን ታሪኽ ዝሓዙ እዮም። የእምሮኻ ፕሮግራሚን ዝገብሮ በቲ እትእክቦ ሓበሬታ እዩ ኢልና ኔርና። ሓደ ሰብ ሓንቲ ምዕራፍ መጽሓፍ ቅዱስ ወይ ቅዱስ ቁርኣን እንተንቢቡ ንኣእምሩኡ ሓድሽ ነገር ዳነገሮ እዩ ብጣዕሚ ዝሃንጸናን ዝሰርሓናን ናይ ፈጣሪ ቃል ኢና ንምላእ እዚ ምስ ዝደጋገም የእምሮኻ ምቕያር ይጅምር። ክንርስዖ ዘይብልና ኣብ ኣእምሮና ክልተ ነገራት ክነግረኩም እቲ ቀዳማይ ድምጺ ይብለካ ዝኾነ ነገር ከም ዘይትኽእል ርእስኻ ኣድኒንካ ክትጽቀጥ ከም ትጭነቕ ዝገብር ድምጺ ዩ እቲ ካልኣይ ድምጺ ድማ ከም እትኽእል ብርቱዕ ምዃንካ ክትብርትዕ ክትጎዪ ክትቅጽል ከም ዘለካ ዝነግረካ እዩ። እቲ ዝገርም ነገር እዞም ክልተ ድምጺ ኩሉ ግዜ ኣብ ሂወትና ውግእ እዮም ዘሕልፉ። እቲ ዝስዕር ግን መን እዩ ተልኩምኒ እቲ መልሲ ነቲ ኣብዚሕና ዝሰማዕናዮ ድምጺ ኣብ ሂወትና ይስዕር። ነቲ ዝበልናዮ ዝሃንጽ ዘበርትዕ ቃላት ዝሓዘ መጽሓፍ ምስ ተንብብ እምነትካ ይዓቢ፣ ርእሰ ምትእምማንካ ይውስኽ፣ ምፍራሕን ጭንቀትን ድማ ደው ተብል። ስለዚ ኣእምሮና ፕሮግራም ምግባር ንኽእል ኢና። ነዚ እዩ ድማ ከየቋረጽና መዓልቲ መዓልቲ ሓደ ምዕራፍ ቅዱስ ቃል ከነንብብ ዘለና። ኔጋቲቭ ኢነርጂ ይደቓቕሱና እዮም። እቲ ኩሉ ንኽእሎ ስራሕ ከም ዘይንበጽሖ እዮም ዝገብሩና። ፖዝቲቭ ነገር ምስ ነንብብ ወይ ምስ ንርኢ ድማ ኣእምሮና ክነቅሕ ሓድሽ ነገር ምሕሳብ ይጅምር። ገለ ንምፍጣር ክንዳሎ ንጅምር። ዝፈትወኩም ካብዚ ዝሰማዕኩሞ ነገራት ኣይንፈት ኢኹም ጽቡቕ ኣለኺ እዚ ሕጂ ዝበልክዮ ንድሕሪ ሕጂ ክገብሮ እየ ዝበልኩሞ ኣየናይ ነጥቢ ምስ ሰማዕኩም ኢኹም ኮመንት ግበሩለይ ከንብቦ እየ ክሳብ መወዳእታ ምሳይ ስለ ዝጸናሕኩም ስለ ተኻታተልኩምንን ስለ ዝሰማዕኩምንን ብልቢ እየ ዘመስግን ሰላም ንዓኹም ሂወትኩም ብንቕሓት ምርሕዋ።